ሰላም ከመይ ትኾኑ ዝኸበርኩም ተኸታተልቲ ቃርፋ ሚድያ። ህወሓት ናብ ህዝቢ ኤርትራ መልእኽቲ ሰናይ ትምኒት ልኢኻ። ኤሜርካ ኣብዚ እዋን እዚ ኣብ መንጎ ኤሜርካን ኤርትራን ሓዱሽ ምዕራፍ ከምዝተጀመረ ብምግላጽ ኣብ ሓበራዊ ርግኣትን ቁጠባዊ ብልጽግናን ብሓባር ንምስራሕ ዘለዋ ድሌት ገሊጻ። ኣብ ዲሞክራቲክ ሪፐብሊክ ኮንጎ ዝተኸሰተ ኢቦላ ንኢትዮጵያ ሓዊሱ ናብ ዓሰርተ ሃገራት ኣፍሪቃ ክመሓለፍ ከምዝኽእል ተገሊፁ። ህወሓት ናብ ህዝቢ ኤርትራ መልእኽቲ ሰናይ ትምኒት ልኢኻ። ሙሉእ ትሕዝቶ እቲ መግለፂ ከምዚ ይብል፣ ህዝባዊ ወያነ ሓርነት ትግራይ ንመላእ ህዝቢ ኤርትራ እንኳዕ ንመበል ሳልሳይ ሓሙሻይ ዓመት ፅምብል መዓልቲ ናፅነት ኣብፀሐካ ይብል። ህዝቢ ትግራይን መሪሕ ውድብ ህወሓትን ንመሰል ዓርሰ ውሳነ ህዝብታት ካብ ዘለዎም ዘይነቓነቕ መትከላዊ እምነትን ብምብጋስ ህዝቢ ኤርትራ ንሰላሳ ዓመታት ዕድልካ ባዕልኻ ንምውሳን ንዘካየድካዮ ቃልሲ ዘለዎም ደገፍ ክገልፁ ፀኒሖም እዮም። ኣብዚ ጽንብል መበል ሰለሳን ሓሙሽተን ዓመት መዓልቲ ናጽነትካ እውን እዚ ቅዋሞም ደጊሞም ከረጋግጹልካ ይፈትዉ። እቲ መግለጺ እንትቕጽል፣ ህዝቢ ትግራይን ህዝቢ ኤርትራን ንነዊሕ ዓመታት ኣብ ዘካየድዎ ፍትሓዊ ቃልሲ ከም ህዝቢ ኣብ ሕማቕን ጽቡቕን ንሓበራዊ ዓወት ዝተደጋገፉ ኣሕዋት ህዝብታት እዮም። ህዝቢ ትግራይን መሪሕ ውድብ ህወሓትን ሕዚ እውን ምስ ህዝቢ ኤርትራ ኮነ ካልኦት ህዝብታት ኣብ ሰናይ ጉርብትናን ምሕዝነትን ዝተመስረተ ሰላማዊ ርክብን ሓበራዊ ምዕባለን ክጠናኸር ዘለዎም ባህጊ እናገለፁ፣ ህዝቢ ኤርትራ እውን ነዚ ርክብን ምሕዝነትን ኣብ ምጥንኻር እጃምካ ከምእትዋፃእ ብምትእምማን እዩ ኢሉ ውድብ ህወሓት ኣብ መልእኽቱ። ኢሜሪካ መበል ሰላሳ ሓሙሻይ ዓመት በዓል ናጽነት ኤርትራ ምኽንያት ብምግባር ናይ እንኳዕ ኣሐጎሰኩም መልእኽቲ ኣመሓላሊፉ። ኣብዚ እዋን እዚ ኣብ መንጎ ክልቲኤን ሃገራት ሓድሽ ምዕራፍ ከምዝተጀመረ ብምግላጽ ድማ ኣብ ሓበራዊ ርግኣትን ቁጠባዊ ብልጽግናን ብሓባር ንምስራሕ ዘለዋ ድሌት ገሊጻ። ዋና ጸሓፊ ጉዳያት ወጻኢ ኣሜሪካ ማርኮ ሩቢ በስም መንግስቲ ኣሜሪካ ኣብ ዘውጽኦ መግለጺ ንመንግስትን ህዝብን ኤርትራ ንመበል ሰላሳ ሓሙሽተ ዓመት ጽንብል ናጽነትኩም እንቋዕ ሓጎሰኩም ኢሉ። ኣስዒቡ'ውን ኣብዚ ዝምድና ኣሜሪካን ኤርትራን ዳግማይ ዝተጀመረሉ ሓድሽ ምዕራፍ ኣብ መንጎ ክልቲኦም መንግስታትና ዘሎ ምትእስሳርን ንምዕሟቕን ኣብ ሓባራዊ ብልጽግናን ርግኣትን ብሓባር ንምስራሕን ብሃንቀውታ እጽበ ክብል ገሊጹ። ኣብ ኢሜሪካ ኣብ ዝተኻየደ ምኽባር መዓልቲ ናጽነት ኤርትራ ብዙሓት ኣምባሳደራትን ዲፕሎማሰኛታትን ዝተረኸቡ ኮይኖም ካብ ሚኒስተር ጉዳያት ወጻኢ ኢሜሪካ ዴስክ ቀርኒ ኣፍሪካ ዝመጹ ልኡኽ ፕረዚዳንት ዶላንድ ትራምፕ ናብ ፕረዚዳንት ኢሰያስ ኣፈወርቂ ዝለኣኾ መልእኽቲ ቀሪቡ። ህዝቢ ኢሜሪካ ኣብቲ ህዝቢ ኤርትራ ዘብዐሎ ዘሎ መዓልቲ ናጽነት ምስ ትራምፕ ሓቢሩ መልእኽቲ ከም ዘመሓላለፈ ድሕሪ ምግላጽ፣ ነቲ ዘይሕለል መንፈስን ተጻዋርነትን ህዝቢ ኤርትራ ከምኡ'ውን ንልዕላውነት ሃገር ኤርትራ ዘለኩም ተወፋይነት ኣድንቕን ኣኸብርን ኢሉ። ቀጺሉ ኣብ ዝሓለፈ ዓመት ኣብ ዝጸሓፍኩልካ ደብዳበ፣ ካብ ዝተገለጸ ስምዒት ብምብጋስ ከምኡ'ውን እቲ ዝሓለፈ ናይ ወጥሪ ምዕራፍ ሕጂ ንድሕሪት ተሪፉ ስለ ዘሎ ናብ ድሕሪት ከይተመለስና ንቕድሚት ክንስጉም ኣብ መላእ ቀርኒ ኣፍሪቃን ቀይሕ ባሕርን ድማ ንሓበራዊ ሰላምን ብልጽግናን ብሓባር ክንሰርሕ

ኮይኑ ቶርታ ፎኦርስ ተራእዩ እዩ። እዘን ሃገራት ካብ ዘጽናሕኦ ዝምድና ወጺኤን ናብ ርክብ ገጽ ንገጽ ምስግጋረን ሓደ ርኡይ ምዕባለ እዩ። እዚ ፕረዚዳንት ትራምፕን ሚስተር ማርኮ ሩብይን ዘመሓላልፍዎ መልእኽቲ ዝምድነኣን ብግብሪ ይስጉም ከምዘሎ ዘረጋገጸ ይመስል። እዚ ከምዚ'ሉ እንከሎ መንግስቲ ኣስላማዊት ሪፖፕሊክ ኢራን መዓልቲ ናጽነት ኤርትራ ምኽንያት ብምግባር ንህዝብን መንግስትን ኤርትራ ናይ ዮሃና መልእኽቲ ኣመሓላሊፉ። ኣብቲ ኣብ ኤክስ ዘስፈሮ ጽሑፍ፣ ኣብ ኩሉ ዓውድታት ዘሎ ክልተኣዊ ዝምድናታት ምሕያል ናይ ክልቲኤን ሃገራት ሓበራዊ ኣጀንዳ እዩ ኢሉ። ኣብ ዲሞክራቲክ ሪፐብሊክ ኮንጎ ዝተኸሰተ ኢቦላ ንኢትዮጵያ ሓዊሱ ናብ ዓሰርተ ሃገራት ኣፍሪቃ ክመሓላለፍ ከምዝኽእል ተገሊጹ። ማእኸል ምክልኻል ምቁጽጻርን ሕማማት ኣፍሪካ ከምዝሓበሮ፣ ኣብ ዲሞክራቲክ ሪፐብሊክ ኮንጎ ዝተኸሰተ ለበዳ ኢቦላ ንኢትዮጵያ ሓዊሱ ናብ ዓሰርተ ናይ ኣፍሪካ ሃገራት ክስፋሕፋሕ ይኽእል እዩ ዝብል ስግኣት ከም ዘሎ ኣጠንቂቑ። ሓላፊ ኣፍሪቃ ሲድስ ዞን ካስያ ብኣዳም ኣብ ዝሃብዎ መግለጺ፣ ኣብ ትሕቲ ስግኣት ዝርከባ ዓሰርተ ሃገራት ኣለዋና ብምባል፣ ኢትዮጵያ፣ ሩዋንዳ፣ ኬንያ፣ ታንዛንያ፣ ኣንጎላ፣ ብሩንዲ፣ ሪፐብሊክ ማእከላይ ኣፍሪቃ፣ ሪፐብሊክ ኮንጎ፣ ደቡብ ሱዳንን እቲ ቫይረስ ከገፍሓለን ይኽእል እዩ ተባሂለን ካብ ዝተሰግኣ ሃገራት ውሽጢ ምዃነን ዘርዚሮም። እቶም ሓላፊ ኣብ መግለፂኦም፣ ሕጂ ተኸሲቱ ዘሎ ናይ ኢቮላ ቫይረስ ምዝርጋሕ ቅድሚ ዓሰርተ ዓመት ኣብ ምዕራብ ኣፍሪካ ካብ ዝርኣየ ንላዕሊ ኣዝዩ ዓብዪ ሓደገኛ ምዃኑ ገሊፆም። ካሲያ ብዛዕባ እቲ ናይ ኢቮላ ለበዳ ብኢንተርነት ኦንላይን ኣብ ዝሃቦ መግለጺ፣ ካብ ኢትዮጵያ ወጻኢ ዝዘርዘርወን ሃገራት ብሓፈሻ እቲ ቫይረስ ዝተረኸበለን ዲሞክራቲክ ሪፐብሊክ ኮንጎ ወይ ድማ ኡጋንዳ ጎረባብቲ ዝኾና ሃገራት እየን። እቶም ናይ ኣፍሪካ ሲዲስ ሓላፊ ኣብ ካምፓላ ንጋዜጠኛታት ኣብ ዝሃብዎ መግለጺ፣ ክሳብ ሕጂ ብሰንኪ እቲ ቫይረስ ዝሞቱ ተባሂሎም ዝተጠርጠሩ ሰባት ቁጽሮም ክልተ ሚእቲ ከምዝበጽሐ ገሊጾም። ኣብ ኮንጎ ዝተኸሰተ ናይ ኢቮላ ቫይረስ ምዝርጋሕ ሰፊሕ ምዃኑ ተዛሪቦም። እቲ ቫይረስ ካብ ዲሞክራቲክ ሪፐብሊክ ኮንጎ ሓሊፉ ናብ ካልኦት ናይቲ ዞባ ሃገራት ክሰፍሕ ከም ዝኽእል እውን ኣጠንቂቖም ኣለዉ። ውድብ ጥዕና ዓለም ብወገኑ ኣብ ዲሞክራቲክ ሪፐብሊክ ኮንጎ ዝተኸሰተ ለበዳ ኢቦላ ኣብ ጥዕና ሕብረተሰብ ዝፈጥሮ ስግኣት ካብ ዝነበሮ ላዕለዋይ ደረጃ ናብ ኣዝዩ ላዕለዋይ ክብ ከም ዝበለ ይገልጽ። ብምኽንያት መበል ሰላሳ ሓሙሽተ ናጽነት ኤርትራ ዕስራን ኣርባዕተን ግንቦት ኣብ ስታድየም ኣስመራ ሃገራዊ መደረ ዘስመዐ ፕረዚዳንት ኢሳያስ ንብዙሓት መዳያት ኣካያይዳን ፖሊሲታትን ኢሜርካ ኣልዒሉ ተዛሪቡ። እዚ ናይዚ ዓመት ጽንብር ናጽነት በቲ ኩሉ ግዜ መልክዑ ብወታደራውን ስነጥበባውን ምርኢታት ደሚቑ እዩ ተጸንቢሩ። ኣብቲ ላዕለዋት ሰበ ስልጣን መንግስቲ፣ ወታደራውን እዝታትን ብኣሽሓት ዝቑጸር ህዝብን ዝተሳተፍሉ ጽንብል፣ ፕሬዝዳንት ኢሳያስ ኣብ መደረኡ፣ ብውሽጣዊ ኩነታት እታ ሃገር ካብቲ ዞባውን ዓለማውን ኩነታት ፈሊኻ ክረኣ ኣይክእልን ብዝብል ምጉት፣ ነቲ ምስ ምምጻእ ፕሬዝዳንት ትራምፕ ኣብ ዝተፈላለየ ከባቢታት ዝተወሰደ ስጉምትታት ጠቒሱ። ኣቶ ኢሳያስ ኣብ መደረኡ፣ ነቲ ኣብ ዝሓለፈ ዓመት ዝስምዖ መደረ ብምጥቃስ፣ ኣብዚ ዓመት ንዝተራእየ ምዕባለታት ዘርዚሩ። ኣብዚ ናይ ሎሚ ዘበን መደረ፣ ምስ ፍሉይነቱን ርዱእ መድረኻዊ ሚዛን ኢሜሪካ ብምዋል፣ ናብ ዋሽንግተን ብምትኳር፣ ኣብ መገማገሚ መወከሲታት ርኢኻ መርትዖታት ምውህላል እምበር፣ ነቲ ከቢድን ዝተሓላለኸ ኩነታት ክብል ዝገለጾ ምዕባለታት ህዉኽ መደምደምታታትን ከይሃብካ ብትዕግስቲ ምክትታል ከምዝሓይሽ ኣመላኺቱ። ንህዉኽ ጭርሖ MIGI፣ Make America Great Again፣ ትራምፕን ትርጉምን ንምድህሳስ መፈልፈሊ ኣርእስትታት ርኢኻ ካብቲ ኢንዱስትርያዊ ውጽኢት፣ ቴክኖሎጅያዊ ጽብልልነትን ወታደራዊ ሓይሊ ክልተ ስሉጥ ዋጋታት ኣብ መቓን ታሪኻዊ ኣመጻጽኣ ኤሜሪካ ኣውራ ኣብ መንጎ ዝሑል ኩነታትን ናይ ዝሓለፈ እንኮ ቆጽራዊ መዋእል እንተድኣ ርኢናዮ መጻኢ ንምፍላጥ ወይ ንምርዳእ እዋናዊ ኣገዳስነት ኣለዎ ነቲ ፕረዚዳንት ትራምፕ ሒዝዎ ዝመጸ ኤሜሪካ ደጊምካ ዓባይ ምግባር ዝብል ጭርሖ ማጋ ትርጉም፣ ኢንዱስትሪያዊ ውጽኢት፣ ቴክኖሎጂያዊ ጸብለልነትን ወተሃደራዊ ሓይሊ ምርኣይ ኣገዳሲ ምዃኑ ኣስሚሩሉ። ተኸታተልቲ ምምሕዳራት ዋሽንግተን ኣብ መዳይ ቁጠባ እውን ባህርያዊ ጸጋታት ኢንዱስትሪያውነትን ድለባ ሃብትን ኣባኻኒ ባጀታዊ ዝርግሐ ዘዋህለሎ ገዚፍ ዕዳታት ኣልዒሉ። ብስሱዕ ቅንኢ ዕብላለ ግበት ኣጋጣሚታት ታሪኽ ብዝፈጠረሎም ዕድል ዝተኸተልዎ ቁጠባውን መላዊ ሃይማኖታዊ ዕብለላ መዝሚዞም ከም ናትና ሓንጎልን መሃዝነትን ዮሎን ካልኦት ኽቐድሑ ጥራይ እዮም ዝኽእሉ ዝዓይነቱ ቢሂል ሒዞም ብምባል ሕሱር ጉልበትን ጻዕርን ህልኽነትን ካልኦት ክምዝመዙ ድሕሪ ዝሑል ኩናት ዝዓብለለ ስነሓሳብ ሳግም ዝበሎ ዘሰዐቦ ስትራተጂያዊ ቁጠባዊ ኩነታት ዘርዚሩ። ዓሚ ዝጠቐስኩዎ ዝጋለበ ዝነበረ ዕዳ ሰላሳ ትሪልየን ዶላር ዋሽንግተን ሎሚ ናብ ኣርባዓ ትሪልየን ይዓርግ ምህላዉ ቀሊል ምስክር እዩ። እዚ ይኹን ግን ፕረዚዳንት ኢሰያስ ነቲ መራሒ ኣሜሪካ ትራምፕ ነቲ ሓደጋን ምንቁልቋልን ምእማኑ ከም ኣውታ ከም ዝረኣ ጠቒሱ እቲ መፈወሲ ኢሉ ዝኸተሎ ዘሎ ጸጋኖታት ዘርዚሩ ክሰርሕ ይኸእልዶ ዝብል ሕቶ ኣቐሚጡ። ንወታደራዊ ኩነታት ኣማላኺቱውን ነቲ ብተደጋጋሚ ከነቕፎ ዝስማዕ ወታደራዊ ኪዳን ሰሚን ኣትላንቲክ ኖቶ ኣልዒሉ፣ ፓርካሽ ቁሞና ኒቶ ከም መርኣያ ከይወሰድካ ብምጅሃር፣ ታህዲዲት ነናእሽቱ እናዳሃካን እናቐተልካን በዝሒ ኒዩክለራዊ ኣጽዋር፣ ድሮናት ወይ ሚሳይላት ጥራይ ዝልካዕ ኣይኮነን ኢሉ። ኣብ መደረኡ ፕረዚዳንት ኢሳያስ ንጉዳይ ቬንዙዌላን ብፍሉይ ስርሒት ኣሜሪካ ተጨውዩ ዝተወሰደን መራሒኣ ኒኮላስ ማዱሮ፣ ኲናት ኢራን፣ ሕቶ ግራንላንድ፣ ካናዳ፣ ሜክሲኮ፣ ኩባ ኣልዒሉ። እቲ ጉዳይ ባህርያዊ ሃብቲ ድዩ ሳዕቤናቱኸ እንታይ ክመስል ይኽእል ናይ ብሓቂ ንምርድኡ ኣዝዩ ኣጸጋሚ ስለዝኾነ ገማሪ ዘይብሉ ዓቕሊ ዝሓትት እዩ ክብል ተዛሪቡ። ኣተሓሒዙ ኒክለራዊ ፕሮግራም ኢራን ኣብ ፈለማ ዓሰርተ ሸውዓተ ሰብዓታት ዘመነ ሻህ ዝጀመረ እዩ፣ ብናይ መን ደገፍን ምትብባዕን ናቱ መልሲ ኣለዎ ድሕሪ ምባል፣ ብሓፈሽኡ ሕቶ ዋንነት ኒኩለሳዊ ኣጽዋር መን እዩ ዝፈቅድ፣ በየናይ ሕጋዊ መሰል ክብል እቲ ዛዕባ ናይ ዓመጽ ምዃኑ ኣሚቱ። ምስናይዚ ኩሉ ግን ትራምፕ ንበይኑ ክነቅፍ ከምዘይግባእ ብምምልካት፣ ኢሲያስ እቶም። ኣበራቱ እናረኣዩ ዝሳስዩ ዘለው ደለውኸ ኢልካ ምሕታት እውን ኣሎ። ንትራምፕ ክጠብሱን ክጋገዩን ህርድግ ዝብሉ ከምዘለው እውን ክርሳዕ የብሉን ኢሉ። ኣብዚ ቀረባ እዋናት ዝምድና ኤርትራን ኣሜሪካን ናብ ንቡር ንምምላስ ጭቡጥ ምዕባለታት ይረኣ ምህላው ዝፍለጥ ኮይኑ ብዛዕባ እቲ ዝውሰድ ዘሎ ስጉምትታት ምልዓል እገዳን ምምሕያሽ ዲፕሎማሲያዊ ዝምድናታትን ኣመላኺቱ ግን ፕሬዝዳንት ኢሳያስ ዝተዛረቦ ኣይነበረን። ካብቲ ዝዝውትር ኣንደበቱ ብዘይፍለ ቃናን ትሕዝቶን እዩ ንፖሊሲ ኣሜሪካ ክነቅፍ ተሰሚዑ። ንእዋናዊ ዓለማዊ ኩነታት ብምዝማድ ንኣፍሪቃ ዝጠቐሰ መደረ ፕሬዝዳንት ኢሳያስ፣ ሓድነት ኣፍሪቃ ማዕረ እቲ እዋን ዝሓቶ ተልእኾ እንተዘይደይቡ ተዛማድነት ኣይክህልዎን እዩ ክብል ኣተሓሳሲቡ። ንዘቤታዊ ጉዳያት ብዝምልከት እውን ናይ ዓሚ መደረኡ ብምጥቃስ ኣብ ዝሃቦ ሓፈሻዊ ኣመተ፣ ፕረዚዳንት ኢሳያስ ካብ ቁጠባ ዓንጋሎ ዘገልገለና ኣፍራይነትና ዝሓየለን ምህርትና ብዘላቕነት ዘኻዕበተን ናብ ብሉጽ ምስራሕን ደለባ ክብርን ምስናዕን ኢንዱስትርያውነትን ብሉጽ ኣገልግሎታትን ዘሰጋግር ክኸውን ከምዘለዎ ተዛሪቡ። በቲ ንብህጎ ብናህሪ ኸግስገስ ግን ፕሮግራማትና ውጣናትናን ዳግም ምኽላስን ምጽፋፍን ምጉስጓስ ጸጋታት ክንዕቢ ስለ ዘለና ኣብ ዓመት ክልተ ሽሕን ዒስራን ሽዱሽተን ሰግጥ ምባል ኣይሰኣንን እዩ። ተሳታፍነት ህዝብን ሞያውያንን ከምኡውን ኣብ ወጻኢ ዘለዉ ሓርበኛታት ዜጋታትና ወሳኒ ምዃኑ ኣሚቱ እቲ እናዓነወ እናኽፈአን እናቖልቆለን ክመጽእ ዝጸንሐ ትሕተ-ቅርጽታት ጽርግያን ኣባይትን ከምቲ ዝተነደፎ ክዓብዩ ክብል ተስፋ ዝሃበ እቲ ፕረዚዳንት፣ ጉዳይ ጸዓትን ማይ'ውን ከመሓይሽ ምዃኑ ገሊጹ። ኣብ ጉዳይ እቲ እናተዳኸመ ክመጽእ ዝጸንሐ ማሕበራዊ ኣገልግሎታት'ውን ትምህርትን ጥዕናን ዓቢ ትጽቢት ኣሎ ክብል ፕረዚዳንት ኢሳያስ ተማጻቢዑ'ሎ። ዝኸበርኩም ተኸታተልቲ ቃልካ ሚድያ ሓበሬታና ነዚኦም ይመስሉ ነይሮም።